ሰላም ሰላም ከመይ ቀኒኹም ደሓን ዲኹም? ሎማዓንቲ ኣብ ሶሻል ሚድያ ሃሰውሰው ክብል ከለኹ ሓንቲ ፅሕፍቲ ረኺበ። እሳ ኸዓ ኣቦይ ቅድሚ ምምርዓወይ ዝመኸረኒ ምኽርታት ትብል እያ። ሕጂ ፈትየያ ብዙሕ ዳርጋ ሰላሳ ዝኾና ምኽርታት ኣለውኣ እታ ጓል ዝፀሓፈታ እያ። ምናልባሽ ነዞም ሰማዕተይ ነዞም ተኸታተልተይ ደየከፍሎም ኢለ ኣምፅኤያ ኣለኹ ምናልባሽ ምስ ኩለን ክትሰማምዑ ኣይትኽእሉን ትኾኑ ኣነ እውን ምስ ኩለን ተሰማሚዐ ማለት ኣይኮነን ግን እስኪ ብሓንሳእ ኮይና ንርኣየን እሞኒ ነተን ትሰማምዑለን ተቐበልዎን ነተን ደይትሰማምዑን ከዓ ኣብታ እንዳ ጉሓፍ ክትደርብዮን ትኽእላ ይኽን እታ መልእኽቲ ንደቂ ኣንስትዮ እያ ትምልከት ስለዚ ደቂ ተባዕትዮ ከዓ ተሰማዕኩሞ ሽግር የብሉን ግን ደቂ ኣንስትዮ ሰሚዕክን ምናልባሽ ኩለን ሰላሳኣን ኣይትቅበለን እንትኮና ግን እተን ንዓክን ደድጠቅማክን ካብኣተን ክትወስዳ ትክእላ ኢክን ማለት እዩ ኦኬ ስለዚ ንኪድ እምበኣር ከምቲ ዝበልኩኩም እታ ጓል ኣቦኣ ዝመከርዋ እዩ ስለዚ ምናልባሽ ምስቲ ምክሪ ናይ ኣቦኣ ትሰማምዑ ትኮኑ ከይትሰማምዑ ትክእሉ ናትኩም ውሳኔ እዩ ኦኬ እታ ቀዳመይቲ እንታይ ትብል ፍጹም ዝኮነ ሰብ የለን እሞ ንሰብኣይኪ ብኩሉ ሙሉእ ክከውን ኣይትጸበይዮ እያ ትብል I think እዚኣ ጽብቕቲ ትመስለኒ ምኽንያቱ ፐርፈክት ዝኾነ ሰብኣይ የለን ፐርፈክት ዝኾነ ሰብ የለን እስኽን ፐርፈክት ይኮንክን ስለዚ ንበዓል ቤትኪ ፐርፈክት ክኸውን ብኹሉ ምሉእ ክኸውን እንድሕር ተጸቢኽዮ ዩል ቢ ዲስኣፖይንትድ ማለት እዩ ስለዚ ብኹሉ ምሉእ ሰብ የለን እሞኒ ሰብኣይኪ እውን ምሉእ ክኸውን ኣይትጸበይኺ ኦኬ ናብታ ካልኣይቲ ንኺድ እታ ካልኣይቲ ወዲ ተባዕታይ ከም ህጻን እዩ ስለዚ ከመዲኡ ኮንኪ ተኸናኸንዮ እያ ትብል ምናልባሽ ኣደኖ ትሰማምዓ ትኾና ኣይትሰማምዓ ኣይፈልጥን ብፍላይ እቶም ደቂ ተባዕትዮ ከዓ ምናልባሽ ኣይትኾርዩኹም ግን ወዲ ተባዕታይ ከም ህፃን እዩ እብሉ ኣለዎ እዞም ሰብኣይ ስለዚ ደቂ ኣንስትዮ ከዓ ከመዲኡ ኮንኪ ተኸናኸንዮ ኣይሆፕ ትሰማምዓ ክትኮና ኣነ ተሰማሚዐ ማለት ኣይኮንኩን ናይቶም ሰብኣይ ሓሳብ እያ ኦኬ ኣብታ ሳልሰይቲ ከዓ ንሒድ ንበዓል ቤትኪ ጽቡቕ ጌርኪ ስምዕዮን ተረድእዮን፣ ቃላትኪ ብምምራጽ ድማ ህድእ ኢልኪ ተዛረብዮ። ok ንበዓል ቤትኪ ጽቡቕ ጌርኪ ስምዕዮን ተረድእዮን፣ ክትዛረብዮ ከለኺ ከኣ obviously ጽቡቕ ቃላት ምረጺ እዮም ዝብሉ ዘለዉ። I think እዚኣ ዳርጋ ትወጻ ነገር ደለዋ ኮይና ይስማዓንን እዩ እስኪ እስኻትኩም ከኣ ተተሳማሚዕክም ኦኬ ጽሓፋ ሌክ ናብቲ ታሕቲ እተን ደይትሳማማዕለን ምስ ቁጽሪ ሓደ ይሳማማዕን እየ ምስ ቁጽሪ ክልተ ይሳማማዕን እየ ቁጽሪ ሰለስተ ግን ፈትየያ ኣለኹ እንዳበልክም ጽሓፉለይ ኢኹም ክጽበ እየ ናትክም ኮሜንት ኦኬ እታ ራብዐይቲ ከኣ እንታይ ትብል ምስ በዓል ቤትኪ ፈጺምኪ ኣይትወዳደሪ ትብል እዚኣ ኣይ ቲንክ እንድዒ ጽቡቕ ኮይኑ ይሰማዓየ ማለትሲ ሰብኣይ ምስ በዓልቲ ቤቱ ክወዳደር የብሉን ሰበይቲ ውን ምስ በዓል ቤታ ክትወዳደር የብሉን እንድሕር ውድድር ኣትዩ ኣብቲ ገዛ እታ ገዛ ክትፈርስ እያ ማለት እዩ ስለዚ ኣይ ቲንክ ጽብቕቲ ሓሳብ ኮይና ትስምዓኒ ምስ በዓል ቤትኪ ፈጺምኪ ኣይትወዳደሪ ኦኬ ናብታ ሓምሸይቲ ከኣ ንኺድ ንበዓል ቤትኪ ማዕሪኡ ክትኮኒ ፈጺምኪ ኣይትጽዓሪ ኦኬ ኣይ ቲንክ ምስታ ቁጽሪ ኣርባዕተ ትኸይድ መስለኒ ማዕሪኡ ማለት ሓደ መራሒ ሓደ ተመራሒ ወይ ከዓ እንዳተመኻኸርካ ብሓንሳእ ትዓየሉ እዩ እምበረይ ማዕረ ክኸውን እያ ኣነ ካባኻ ይንእስኒ እየ እንዳበልካ እንድሕር ትከራኸን ኾንኪ ትከራኸር ተኾንኪ ምስ ሰብኣይኪ እቲ ሓዳር ክትፈርስ እያ ማለት እዩ ስለዚ Obviously ሓዳር እንዳተመኻኸርካ ሓወይ ሓፍተይ እንዳተባሃሃልካ ብ ሓደ ኮንካ እንዳወሰንካ እዩ ግን እንድሕር ውድድር ኮይኑ ወይ ከኣ ኣነ ማዕረ ከኣ እየ እንዳበልካ እንድሕር ኣብ ምትህልላኽ ኣቲኹም ግና እታ ሓዳርኩም ክትፈርስ እያ ማለት እዩ ኦኬ ናብታ ሻድሸይቲ ንኺድ ጌጋ ከም ዝገበርኪ ምስ ኣረጋገጽኪ ብቑልጡፍ ይቕሬታ ሕተቲ ኦኬ እዞም ኣቦ ንጓሎም ድመኽርዋ ደለዉ እዩ ጌጋ እንድሕር ጌርክሲ ቀልጢፍኪ ይቕሬታ ሕተቲ ሓንሳእ ሓንሳእ ኣለዋ ደቂ ኣንስትዮ ጌጋ ጌረን ከለዋ እስቲል ነቲ ጌገአን ንምሽፋን ክንዲ ይቕሬታ ድሓታ መሊሰን ካልእ ነገር ደምፅኣ ኣለዋ ደቂ ተባዕትዮ ከለዉ ዶ ኦፍኮርስ ደቂ ተባዕትዮ ከዓ መሊኦም ኣለዉ ጌጋ ጌሮም ዘይእመኑ ከዓ ኣለዉ ጥራሕ እዚኣ እቶም ሰብኣይ እቶም ኣቦ ንጓሎም ዝመኸርዋ ስለ ዝኾነት እታ ጽሕፍቲ ሕጂ ሞር ፎካስ ኣብ ደቂ ኣንስትዮ ጌርና ኢና ንዛረብ ዘለና ምናልባሽ ከም ንደቂ ተባዕትዮ ትምልከት ጽሕፍቲ እንድሕር ረኺበ ከኣ ሒዘልክን ክመጽእ እየ ኦኬ ሻብዐይቲ ብበዓል ቤትኪ ፈጺምኪ ኣይትቕንኢ እዚ ንውሽጥኺ ሰላምን ዕረፍትን ክህበኪ እዩ ኦኬ እንድሕር ብበዓል ቤትኪ ዘይትቐንኢ ኾንኪ ውሽጥኺ ሰላም ኣለዎ ወይ ከዓ ዕረፍቲ ኣለዎ እዮም ዝብሉ ዘለዉ ስለዚ በዓል ቤተን ድኹርያ ወይ ከዓ በዓል ቤተን ድቀንኣ ደቂ ኣንስትዮ ኣለዋ ማለት ድዩ ኦፍኮርስ ኣለዋ ከምኡ እንተደይኮና እሞ ኣይምተዛረቡን ነይሮም እዞም ኣቦ ግን እንድሕር በዓል ቤትኪ ምቕናእ ኣምፂኺ ንስኻ እውን ብበዓልቲ ቤትካ እንድሕር ክትቀንእ ጀሚርካ እታ ሓዳር ሰላም ዘይብላ ክትከውን እያ ኦኬ ኣብታ ሻምነይቲ ንኺድ ንበዓል ቤትኪ ከም ሰበይቲ ኩሉ ግዜ ቅንዕቲ ኩንሉ ንበዓል ቤትኪ ኩሉ ግዜ ከም ሰበይቱ ቅንዕቲ ኩንሉ። I think ቅንዕና ኣብ ሓዳር ኣድላይን ኣገዳስን እዩ። ስለዚ በዓልቲ ቤትካ ከኣ ቅንዕቲ ክትኮነልካ ኮላ ከኣ እዚ ከኣ ካብኡ ድዓቢ ወይ ድበልጽ ነገር የለን። Ok ታሽዐይቲ በዓል ቤትኪ ምግብኺ ዝፈትዎ ምዃኑ ኣረጋግጺ። እዚኣ I think መብዛሕትኽን ትሰማማዓላ መስለኒ። እንተደይፈተዎ'ኸ ባዕሉ ክፈልጥ ትብላ እንድሕር ኮንክን ዋል ገዛኽን ትፈርስ ኣላ ማለት እዩ። ስለዚ ወይ ከኣ ካብ ደጊኡ ካል እንዳከደ ክበልዕ ክጅምር እዩ ማለት እዩ ስለዚ ግና በዓል ቤትኪ እንድሕር ምግብኪ ዝፈትዎ ኮይኑ እንዳጎየ ገዝኡ ጥራይ እዩ ክመጽእ መሺ ንሰብኣይሲ ልቡ ክትረክቦ ተደሊካሲ ብከብዱ ኢካ ትጅምር ድበሃል ነገር ኣሎ ዘረባ ስለዚ ትሰማማዕላ ተኮንክን ተቀበላ ኢክን ኦኬ ዕስረይቲ በጺሕና ኣለና ምስ በዓል ቤትኪ ንጸሎት ዝኸውን ግዜ ይሃልኹም። እዚኣ ኣፊ ክትወጻ ነገር ዋላ ሓንቲ የብላን ኩላትና ንገብሮ ዲና no ንገብሮ ነገር ኣይኮነን of course ውሕዳት ሰባት ይገብሩ እዮም ግን እንድሕር ሰብኣይን ሰበይትን ብሓደ ኮይኖም ዝጽልዩ ኮይኖም ምስ እግዚኣብሔር ብሓደ ኮይኖም ዝዘራረቡ ተኮይኖም ሓዳሮም ብጣዕሚ ጽቡቅ እዩ ዝኸውን ስለዚ ምስ በዓል ቤትኪ ናይ ጸሎት ግዜ ይሃልኹም። እታ ዓሰርተ ሓደ ከኣ ዳርጋ ምስኣ ትኸይድ እያ፣ መጽሓፍ ቅዱስ ሓቢርኩም ኣንብቡ፣ ተዘይኮነ ከም ብበልካ ኢልኪ ሕጽር ዝበለ ኣንብብሉ። ኦኬ ሕጂ ብሓደ ኮይኖም ቃል እግዚኣብሔር ከንብቡ ሰብኣይን ሰበይትን መጽሓፍ ቅዱስ ከንብቡ ጽቡቕ እዩ። ምናልባሽ እቲ ሰብኣይ ተደኸመ እንድሕር ተደየንበበኸ እስኺ ከም ሰበይቱ ንዓስ ከንብበልካ ኢልኪ መጽሓፍ ቅዱስ ክግንጽል ኣቢልኪ ከየንውሐ ወይ ከዓ ከምደይ ጌርኪ ኣንቢብኩም ብሓንሳብ ኮንኩም ጽቡቅ ድቃስ ደቅሱ ማለት እያ ኦኬ ዓሰርተ ክልተ ከኣ ንበዓል ቤትኪ ኣማኸሪቱ እምበረይ ነቓፊቱ ወይ ሃያሲቱ ከይትኾኒ ተጠንቀቒ ኦኬ ንበዓል ቤትኪ ኣማኻሪቱ ይኽየን ኦኬ ነቓፊቱ ከይትኾኒ ሃያሲቱ፣ ሃያሲቱ ከኣ ክሪቲክስ፣ Critics፣ ማለት እዩ። ሕጂ ነቲ ዝገበሮ ኩሉ ስኒ እዚ እዚ እዚ ጎደሎ እንዳ ኣለዎ እንዳበልኪ ተርእይዮ ሰብ ከይትኾኒ ማለቱ እዩ። ስለዚ ብዙሕ ደቂ ኣንስትዮ፣ The first critic of a man is a woman ዝብሃል or his wife ድበሃል ዘረባ ኣሎ እንድሕር ብዝመጾ ወይ ድገበሮ ነገራት እዚ ጌጋ ኣለካ እዚ ድገበርካዮ እዚ ድበልካዮ እንድሕር እንዳበልኪ ኩሉ ግዜ እቲ ጌጋታቱ ጥራሕ ተርእዮ እንድሕር ኮንኪ እስኺ ናቱ critic ትኾኒ ኣለኺ እቲ ሰብኣይ ከኣ ኣይክሕጎስ ን ነቲ ሓዳርኩም ውን ጽቡቕ ኣይኮነን ማለት እዩ ok ናብ ዓሰርተ ሰለስተ ንኺድ። ሰበይቲ ደጋፊት ሰብኣያ ከም ዝኾነት ፈጺምኪ ኣይትረስዒ ኦኬ እዚኣ ናይ በሓቂ ጽብቕቲ እያ ኩሉ ግዜ ደጋፊቱ ምዃንኪ ኣረጋግጺ ኦኬ ብደይ ናትኪ ደገፍ ምንም ክስጉም ኣይክእልን እዩ ስለዚ እስኺ ተደይ ደጊፍክዮ ማንም ዝድግፎ ሰብ የብሉን ስለዚ ሰብኣይኪ ክወድቕ እዩ ማለት እዩ ወይ ከዓ ዕውት ኣይክኸውን እዩ ስለዚ ሰበይቲ ደጋፊት ሰብኣያ ምዃና ኩሉ ግዜ ኣረጋግጼ። እምበሺ ዘረባ ውን ኣሎ ቢሃይንድ ኤቭሪ ሳክሰስፉል ማን ዜር ኢዝ እ ቨሪ ሳፖርቲቭ ዉመን ዝብሃል ዘረባ ኣሎ ስለዚ ብዝከኣል መጠን ንስብኣይኪ ኩሉ ግዜ ደግፍየኺ። ዓሰርተ ኣርባዕተ ካብ ኣዴኺ ጽቡቕ ነገራት ተመሃሪ ኢሎም እዞም ሰብኣይ መኺሮማ ኣይ ቲንክ ካብ ኣዴኽታትክን ብዙሕ ብዙሕ ጽቡቕ ነገራት ዝሓዝክንኦ ብዙሕ ናይ ባህርያት ኮነ ናይ ሙያ ነገር ተመሃርክንኦ ኣለክን እቲ ጸጽቡቑ ከኣ ናብ ሓዳርኪ ከም ንመጽእን ንሓዳርክን ንደቅኽን ንቤትክን ከም ዝጠቕመክን ተጠቀምሉ እዮም ድብሉዋ ደለዉ እዞም ሰብኣይ ማለት እዩ ኦኬ ናብ ዓሰርተ ሓሙሽተ ከኣ ንኺድ ኣምላኽ ብቖልዑ ምስ ባረኸኩም ንበዓል ቤትኪ ረሲዕኪ ኣትኩሮኺ ናብ ደቅኺ ጥራሕ ከይከውን ተጠንቀቒ ኦኬ እዚኣ ዓባይ ነገር እያ። ኦኬ እግዚኣብሔር ቆልዑት ክበኩም እዩ ክባርኸኩም እዩ ሽዑ ግና እቶም ቆልዑት ጥራሕ ናትኪ ፎካስ ከይኮኑ ንሰብኣይኪ ከይትርስዕዮ ንሰብኣይኪ ግዜ ሃብዮ እዮም ድብልዋ ደሎ እዞም ሰብኣይ ማለት እዩ ስለዚ እዚ ኣብ ብዙሕ ሓዳራት ዘጋጥም እዩ ወይ ከዓ ብዙሓት ደቂ ተባዕትዮ ኮምፕሌን ዝገብርዎ እዩ በቃ ቆልዑት ምስ ተወለዱ እኮ ረሲዓትኒ ኣነ እኮ ኣብቲ ገዛ እኮ ዳርጋ ድየ ኣለኩ ኢየ ንዓይ እኮ ዋላ ሓንቲ ትገብረለይ ነገር የለን ፎካስ እኮ ኣይትገብር ኒኣባይ ኣብ ቆልዑት ጥራሕ ኮይኑ ነገራታ ዝብሉ ብዙሓት እዮም ስለዚ እዚ ነገር እዚ ማለት እግዚኣብሄር ከም ዝሃበኪ እቶም ቆልዑት ክትካናኸንዮም ከም ዘለኪ ዋላ ሰብኣይን ሰበይትን ኮንኩም ብሓንሳእ ክትከናኸንዎም ከም ዘለኩም ክትፈልጡ ኣለኩም ኣት ዘ ሰይም ታይም ከኣኒ ሰብኣይኪ ከኣ ኩሉ ግዜ ናትኪ ኣቴንሽን ክደሊ እዩ፣ ደገፍ ናይ ሰበይቱ፣ ምኽሪ ናይ ሰበይቱ፣ ምሕቋፍ ናይ ሰበይቱ፣ ግዜ ናይ ሰበይቱ ከደሊ እዩ። ስለዚ ብዝከኣል መጠን ንሰብኣይኪ እውን ንበዓል ቤትኪ ግዜ ሃብዮ እዮም ዝብሉ ዘለዉ እዞም ሰብኣይ ማለት እዩ። ኦኬ ንሰብኣይኪ ምሕጓስ ተመሃሪ ትብል ኣላ ዓሰርተ ሽዱሽተ። ንሰብኣይኪ ምሕጓስ ተማሃሪ ከመይ ጌርኪ ክን ሰብኣይኪ ተሐጉስዮ እስኺ ጥራሕ ኢኺ ትፈልጥያ ok መሓዛኺ ከመይ ጌራ ጓል ሓትነኺ ጓል እሞኺ ንሰብኣያ ከመይ ጌራ ተሐጉሶ ናታ ዝኾነ መንገዲ ኣለዎ እቲ ኣብ ገዘእን ድሰርሕ ንዓኣተን ኣብ ገዛኺ ከይሰርሕ ይኽእል እዩ ግን ሓደ ዕላማ ክህልወኪ ኣለኪ፣ ከመይ ገይረ ንሰብኣየይ ከሐጕሶ እኽእል፣ እሱ ዝፈትዎ እንታይ እዩ ኢልኪ ንሰብኣይኪ ጥራሕ ዝኸውን ነገራት እስኺ ጥራሕ ስለ ትፈልጥዮ ከመይ ገይርኪ ከም ተሐጕስዮ ኩሉ ግዜ ክትሓስቢ ኣለኪ ማለት እዩ። ዓሰርተ ሸውዓተ ከኣ በዓል ቤትኪ ስራሕ ውዒሉ ናብ ገዛ ክምለስ ከሎ ጽቡቕ ገይርኪ ተቐበልዮ፣ እንተ ክኢልኪ ሕቑፍ ኣብልዮ። Basically እንታይ እዮም ዝብሉ ዘለዉ ኣብዛ ቁጽሪ ዓሰርተ ሸውዓተ በዓል ቤትኪ ወፊሩ ክመጽእ ከሎ ሲ Welcome በልዮ ብጽቡቅ ገጽ ተቀበልዮ ፍሽኽ ኢልኪ ተቀበልዮ እንተ ክኢልኪ ውን ሕቁፍ ኣብልዮ ኢኺ ከምዚ እንድሕር ትገብሪ ኮንኪ ንገዝኡ ኩሉ ግዜ እንዳ ጎየየ ክመጽእ እዩ ገዝኡ ክፈቱ እዩ በዓልቲ ቤቱ ክፈቱ እዩ ደቁ ክፈቱ እዩ እዮም ዝብሉና ዘለዉ ስለዚ ፍሽኽ ኢልኪ ተቀበልዮ እንተ ክኢልኪ ከኣ ሕቁፍ ኣቢልኪ Welcome በልዮ ኢኺ ይብሉ ኣለዉ እዞም ሰብኣይ ዓሰርተ ሸሞንተ ከኣ ሰብኣይኪ ከይበልዐ ካብ ገዛ ክወጽእ ኣይትፍቀዲ ዋላ ንእሽተይ ጥዒሙ ከም ዝወጽእ ግበሪ ok ሕጂ እዚኣ ኩላትክን ትገብርኣ ዲክን ወይ መብዛሕትክን ትገብርኣ ዲክን i don't know ኣይፈልጥን ግን ንበዓል ቤትኪ ኖኖ ቆሪስካ ውጻእ ናህዳ ንእሽተይን ጌራ በሊዕካ ውጻእ ክትብልዮ ከለኺ ካብቲ ምግቢ ንላዕሊ ብዛዕብኡ ትግደሲ ከምዘለኺ ትሓልይሉ ከምዘለኺ እዩ ዝርድኦ ስለዚ ብዝከኣል መጠን ንዓ ብላዕ ንዓ ከይ ጥራሕ ከብድኻ ኣይትውጻእ ክትብልዮ ከለኺ ጽቡቕ እዩ ነቲ ሰብኣይኪ እሞ ስለዚ ሰብኣይኪ ከይበልዐ ካብ ገዛ ክወጽእ ኣይትፍቀዲ ይብሉ ኣለዉ እዞም ሰብኣይ ንጓሎም ዝመኸርዋ እየ i hope ትሰማማዓ ትኾና ኦኬ መበል ዓሰርተ ትሽዓተ ከኣ ሰብኣይኪ እንተ ሓሪቁ ምዝራብ ኣቋርጺ ህድእ ምስ በለ ምዝራብ ይሕሸኪ እብሉ ኣለዉ ኦኬ ሰብኣይኪ ክሓርቅ ኮሎ ኣብ ሕማቅ ኩነታት ኣብ ሕማቅ ሲትዌሽን ኮሎ እንድሕር ክትዛረብ ጀሚርኪ ነቲ ነገር መሊስኪ ኢኪ ክተባእስዮ ወይ እሱ ውን መሊሱ እዩ ክሓርቅ ንስኪ ውን ክትሓርቂ ኢኪ ህድእ ምስ በለ ግና ከም ለባም ሰበይቲ ግና ሽዑ ክትዛረብዮ ትክእሊ ኢኪ ማለት እዩ ኣብ ቁጽሪ ዕስራ ከኣ እንታይ ይብሉና ኣለዉ እዞም ሰብኣይ መደቀሲኹም ኩሉ ግዜ ጽሩይ ምዃኑ ኣረጋግጺ ok እዚኣ ናይ ብሓቂ ጽብቕቲ ሓሳብ መስለኒ ደቂ ተባዕትዮ ብደገ ክንመጽእ ከለና ኩሉ ግዜ ገዛና ጽሩይ ኮይኑ ክጸንሓና ደስ ይድብለና እባ ብፍላይ ግና መደቀሲኹም ናትክን ናቱን መደቀሲ ስለ ዝኾነ ደስ ኢልዎ ክድቅስ እንድሕር ኮይኑ ወዲ ደቀሲ መደቀሲኡ ደስ ኢልዎ ክኣቱ እንድሕር ኮይኑ ብዝከኣል መጠን ዓራቱ ተነጺፉ እንተጸንሐ እቲ ገዛ ጸርዩ እንተጸንሐ ደስ ይድብል ስለዚ ብዝከኣል መጠን መደቀሲኹም ኩሉ ግዜ ጽሩይ ምዃኑ ኣረጋግጺ እዚ መቸም እተን ኣሕዋትና በዚ ትሕመያ ኣይኮንክንን ብዙሕ ግዜ መደቀሲታት ጽሩይ እዩ ግን ምናልባሽ ዘይትገብርኦ እንድሕር ኣለኽን ግና እቲ ዓራት ተነፂፉ እቲ ገዛውን ፀርዩ እቲ መደቀሲ ፀርዩ እንተፀነሐ ፅቡቕ እዩ ይብሉና ኣለዉ ማለት እዩ ኦኬ መበል ዕስራን ሓደን ከዓ ኣብ ዓራት ክዳውንቲ ኣይተቐምጢ ደቂ ተባዕትዮ ነዚ ይፀልእዎ እዮም ይብሉ ኣለዉ እዞም ሰብኣይ ምዛ ክብላ ፀናሕኩ ትኸይድ እያ እቲ ዓራትሲ ፅሩይ ተኾነ እምበረይ እንድሕር ብክዳውንቲ ዝመልኦ ኮይኑ በቲ ሓደ ጎኒ እንድሕር ነቲ ክዳውንቲ እልይ ኣቢሉ እንድሕር ክድቅስ ገዲፍክዮ ዳርጋ ብዙሕ ኣይትግደስን ይኽደለኺ ብዛዕባ ገዛኺ ወይ ብዛዕባ በዓል ቤትኪ ማለት እዩ። ስለዚ ብዝከኣል መጠን ዓራትኩም ጽሩይ ክኸውን፣ ጽፉፍ ክኸውን፣ ካልእ ነገራት እውን ኣብቲ ዓራት ተዘየሎ ጽቡቕ እዩ። ምናልባሽ ንምንታይ እሱ ነቲ ክዳውንቲ ልዒሉ ደይድቅስ ትብሊ ትህልዊ፣ ግን እንድሕር ኣብ ከምኡ ተበጺሕኩም ናይ ምትልላኽ ነገር መጸ ኣሎ ማለት እዩ፣ ጽቡቕ እውን ኣይክኸውን እዩ። ሶ ብዝከኣል መጠን ዓራትኪ ጽሩይ ተኾነ፣ ገዛኺ ጽሩይ ተኾነ ጽቡቕ እዩ። ንበዓል ቤትኪ ጽፍፍቲ በዓልቲ ቤት ኩንሉ እብሉና ከኣ ኣለዉ መበል ዕስራን ክልተን። ጽፍፍቲ ማለት እንታይ ማለት እዩ? ጽርይቲ ኩንሉ። ብዝከኣል መጠንሲ ደስ ድብል ኩሉ ካብ ገዛኺ ጀሚሩ ክሳዕ ኣካላትኪ፣ መንነትኪ ኩሉ ጽፍፍቲ ክትኮንሉ ጽቡቕ እዩ። እሱ እውን ብኣኺ ክኾርዕን ክሕጎስን እዩ ማለት እዩ። ምስኣ ትኸይድ እውን መበል ዕስራን ሰለስተን ንበዓል ቤትኪ ማራኺት ኮንኪ ተርኣይዮ። ኦኬ ሕጂ እንታይ ማለት እዩ እዚ ንበዓል ቤትኪ ኩሉ ግዜ ማለት ጽቡቅ ተኸዲንኪ ጽቡቅ ተመሻሺጥኪ ዩኖ ጽቡቅ ተኸዲንኪ ጌርኪ ክትረኣዮ ከለኺ ሰብኣይኪ ኦፍኮርስ ብኣኺ ክማረኽ እዩ ብኣኺ ደስ ክብሎ እዩ ኩሉ ቆላሕትኡ ከዓ ናባኺ ጥራሕ ክኸውን እዩ ስለዚ ብዝከኣል መጠን ሮማንቲክ ኮንኪ ክትረኣዮ ከለኺ ጸፊፍኪ ክትረኣዮ ከለኺ ጽቡቅ ተኸዲንኪ ክትረኣዮ ከለኺ ሕጂ እዚ ኩሉ ግዜ ክትገብርዮ ትኽእሊ ዲኺ ምናልባሽ ኣይትኽእልን ትኾኒ ግን ከምቲ ካልኦት ሰባት ክመጹ ከለዉ ወይ ናብ ካልኦት ቤት ክትከዲ ከለኺ ተኸዳዲንኪ ተመሻሺጥኪ ትኸዲ ምናልባሽ ንበዓል ቤትኪ ደይትምሸጥሉ ንበዓል ቤትኪ ጽቡቕ ደይትኽደንሉ እንታይ ምኽንያት ኣሎ ስለዚ ኩሉ ግዜ በዓል ቤትኪ ካብ ደገ ክመጽእ ከሎ ቢጃማ ጥራሕ ተቐሪ ተኸዲንኪ እንድሕር ትጸንሕዮ ኮንኪ ወይ ከኣ ክወጽእ ከሎ ውን ብቢጃማ ገዲፍኪ ትወጽ እንድሕር ኮንኪ ኩሉ ግዜ ጽቡቕ ኣይክኸውን'ዩ እሞ ነፍሲ ወከፍ ወዲ ተባዕታይ በዓልቲ ቤቱ ጽቡቅ ተከዲናን ጽቡቅ ኮይናን ክሪኣ ደስ እዩ ዝብሎ ስለዚ እዚኣ ሓዛ ኢክን ኣሕዋተይ። ኦኬ መበል ዕስራን ኣርባዕተን ከኣ እቲ በዓልቲ ቤት ንበዓል ቤታ ክትገብረሉ ዝግብኣ ነገር ምግባር ኣይትረስዒ ንስኪ በዓልቲ ቤቱ እምበር ሓፍቱ ኣይኮንክን። ኦኬ ሕጂ እዚኣ እንታይ እዮም ድብሉ ደለዉ እዞም ሰብኣይ እስኺ በዓልቲ ቤቱ ኢኺ ካብ በዓልቲ ቤቱ ጥራሕ ክገብሮ ክረኽቦ ዝኽእል ነገራት ኣሎ በዓልቲ ቤቱ ጥራሕ ክትገብረሉ ዝግባእ ነገራት ኣሎ ካብ ኣዝማዱ ኮነ ካብ መሓዘቱ ካብ ሓፍቱ ክረኽቦ ዘይክእል ነገራት ኣሎ ምክንያቱ ዳትስ ዋት ሜክስ ዩ ስፔሻል ማለት እዩ ስለዚ በዓልቲ ቤቱ ምዃንኪ ኩሉ ግዜ ዘክሪ ኣብቲ ገዛሲ ከም ሰብኣይን ሰበይትን ደኣ ንበሩ እምበረይ ከም ሓውን ሓፍትን ግን ኣይትንበሩ እዮም ዝብልዋ ዘሎ እዞም ሰብኣይ እዚኣቶም ኣይሆብ ተረዲኣትኩም ክትከውን እታ መልእኽቲ መበል 25 ከዓኒ ንቤተሰቡ ከም ናትኪ ቤተሰብ ጌርኪ ሓዝዮም ነዝማዱ ደሃዮም ግበሪ ኦኬ ሕጂ ብዙሓት ደቂ ኣንስትዮ እዚኣ ትኸብደና እያ ድብላ ብዙሓት ኣለዋ ብዙሓት ከዓኒ ንበዓል ቤተን ቤተሰብ ዝሓልያ ደሃዮም ዝገብራ ዝድውላ ዋላ ገንዘብ እውን ድሰዳ ሓንሳ ሓንሳ እቲ ሰብኣይ ዘይገብሮ እሳተን ድገብርኦ ብዙሕ ነገራት ኣሎ ሕጂ ይከኣል ድዩ ኦፍኮርስ ይከኣል እዩ ግን ቀሊል ድዩ ኣይኮነን ግን እንድሕር በቶም እንዳ ሓሙኺ ክትክበሪ ደሊኺ እሳቶም እውን እዛ ሰይቲ ወድና ብርኽቲ እዮም ክብልኺ ክምርቑኺ እንድሕር ደሊኺ ደሃዮም ግበሪ ቴሌፎን ደውልሎም ኢኺ ኣብቲ ሓገዝ ዘድልዮም ግዜ ሓግዝዮም ኢኺ ሕጂ እሶም ጥራሕ ደይኮኑ ከኽብሩኺ በዓል ቤትኪ ውን ከኽብረኪ ዩ ማለት ዩ ምኽንያቱ ንስድርኡ ተሓሊሎም ኣለኺ ነሕዋቱ ተኽብርዮም ኣለኺ ማለት ዩ ስለዚ እዚኣ ዓባይ ትምህርቲ እያ እሙኒ ጽብቅቲ ነገር ዮም ድመኽርዋ ደለዉ እዞም ሰብኣይ ኦኬ መበል ዕስራን ሽዱሽተን ከኣ ቅዱስ ቍርባን ንምውሳድ ብፍቕሪ ኣተባብዕዮ እምበር፣ ብሰንክኻ'የ እንዳበልኪ ጸቕጢ ኣይትግበርሉ ወይ ኣይተፈራርሕዮ። ቅዱስ ቍርባን ተረዲእካን ኣሚንካሉን ዝውሰድ ምዃኑ ኣይትረስዒ እብልዋ ኣለኹ። ኦኬ፣ ሕጂ እንድሕር ክትቈርቡ ደሊኹም፣ ቅዱስ ቍርባን ክትወስዱ እንድሕር ደሊኹም፣ እዚ እንታይ'ዩ? ብ Pressure ጌርኪ እስኻ ከምዚ ስለ ዝገበርካ እኳን ኢኻ እስኻ መስመር ስለ ዘይሓዝካ እኳን ኢኻ እስኻ መንፈሳዊ ስለ ዘይኮንካ እኳን ኢኻ ደይንቆርብ ደለና እንዳበልኪ ንሰብኣይኪ ኣይተሸግርዮ ወይ ከኣ እንዳተኸሰሰ ከም ዝነብር ኣይትግበርዮ ብሰንክኻ እየ ኣነ ዘይቆርብ ዘለኹ እንዳበልኪ እንድሕር ትኸስዮ ኮንኪ እቲ ሰብኣይ ኣይክሕጎስንዩ እንታይ ደኣ ብፍቕር ጌርኪ ግና ኣተባብዕዮ ምኽንያቱ ቅዱስ ቁርባን ተረዲኢካን ኣሚንካሉን ትወስዶ ስጉምቲ እዩ። መበል ዕስራን ሸውዓተን ከኣ ምስኣ ትኸይድ እያ መስለኒ እንታይ ትብል ናብ ቤተክርስትያን ሓቢርኩም ኪዱ ሕጂ እዚ ብዙሕ ግዜ ንሪኦ ነገራት ኣሎ ብዙሓት ሰባት እቲ ሰብኣይ በይኑ ቤተክርስትያን ይኸይድ ወይ እታ ሰበይቲ በይና ትኸይድ ብዙሕ ግዜ እኳ እተን ደቂ ኣንስትዮ እየን በይነን ዝኸዳ ሓንሳእ ሓንሳእ እውን ደቀን ሒዘን ይኸዳ ግን ከም ሰብኣይን ሰበይትን ተተሓሒዝካ ቤተክርስትያን ክትከይድ ኣድላይን ኣገዳስን እዩ። ሕጂ እቶም ሰብኡት ኣብዚኣ ክትሰምዑ ይግብኣኩም። ግን ከኣ እስኻትክን ከኣ ብሓይሊ ወይ ኣገዲድክን ደይኮነ ክትወስድኦም ዘለክን እንታይ ደኣ ብፍቕሪ። ማክንያቱ ንሓዳርኩም ጽቡቕ ከምድኾነ ብሓደ ኬድካ ምጽላይ ብሓደ ኬድካ ቃል እግዚኣብሔር ሰሚዕካ ምምላስ ኣድላዩ ምዃኑ ከተእምንኦም እዩ ዘለክን እምበረይ ብሓይሊ ከምዚ ገበርካ እስኻ እኮ ከምዚ ኢኻ እንዳበልካ እንዳጠቋየቕካ ክትወስዶ ኣይትኽእልን ኢኻ ስለዚ ግን ብሓደ ምኻድ ቤተክርስትያን ኣድላዩ ምዃንኩ ምዃኑ ኣሚንኩም ብሓደ ኪዱ እብሉ ኣለዉ እዞም ሰብኣይ ንጓሎም ማለት እዩ እታ መበል ዕስራን ሸሞንተን ከኣ ፈጺምኪ ንብዓል ቤትኪ ወይ ንገዛኺ ምስ ካልእ ኣይተዋዳድሪ ok ንብዓል ቤትኪ ምስ ካልእ ሰብኣይ ተዋዳድርዮ ተኾንኪ ሓዳርኪ ክትፍርስያ ምኽንያቱ ፈጺሙ ኣይክሕጎስንዩ ካልኣይ ከኣ ንገዛኺ ከኣ ምስ እንዳ ካልእ ገዛ ከተዋዳድሪ እንድሕር ጀሚርኪ ከኣ ኣይክትሕጎስን ኢኺ ስለዚ እዚ ምውድዳር ድብሃል ሰብኣይ ምስ ካልእ ሰብ ከተዋዳድሮ ዋላ ሓንቲ ኣይደልን እዩ ገዛኺ ከኣ እንድሕር ምስ ካልእ እንዳ ካልእ ሰብ ኦ እንዳ ኩስቶ እኮ ከምዚ ዓዲጎ እንዳ ኩስቶ እኮ ከምዚ ኣለዎ እንዳበልኪ ንገዛኺ እንድሕር ተዋዳድርዮ ኮንኪ ወይ ከኣ ንሰብኣይኪ ከምቲ እሶም ድዓደጉዎ ደይ ትዕድግ እሶም ድገበርዋ መኪና ደይ ንገብር እንዳበልኪ እንድሕር ተዋዳድርዮ ኮንኪ ደስ ኣይክብሎን እዩ ሓዳርኪ ከኣ ክፈርስ እዩ ስለዚ ምውድዳር ዝበሃል ነገር የለን ንበዓል ቤትኪ ከም በዓል ቤትኪ ተቐበልዮ ንገዛኺ ከኣ ከም ገዛኺ ተቐበልዮ ምስ መን ኢኺ ክትወዳደሪ ደለኪ መስለኪ ምስ ገዛእ ርእስኺ ገዛኺ ከመይ ጌርኪ ኢኺ ከተተዓራርዪ ዘለኪ እምበረይ ከም እንዳ ኩስቶ ክኸውን ገዛይ ኢልኪ ኣይኮንክን ክትወዳደሪ ደለኪ ወይ ከኣ ንሰብኣይኪ ከኣ ከመይ ጌርኪ ትመኽርዮ ከመይ ጌርኪ ዝበለጸ ሰብኣይ ትገብርዮ ከመይ ጌርኪ ትድግፍዮ ኢኺ ክትሓስቢ ዘለኪ እምበረይ ምስ ካልእ ሰብኣይ እንድሕር ኣወዳዲርክዮ ዋላ ሓንቲ ጽቡቕ ነገር ድመጽእ ነገር የለን ስለዚ ኣብዚኣ ተጠንቀቓ ኢኽን ኣሕዋተይ። ኦኬ ዕስራን ትሽዓተን ከኣኒ ኣብ ግዜ መርዓኺ ኣብ ቅድሚ ኣምላኽን ኣብ ቅድሚ እኩባት ሰባትን ዝኣተኽዮ ቃል ኩሉ ግዜ ዘክርዮ ኦኬ ኩላትና ክንምርዖ ከለና ቃል ኪዳንና ኣሰሪና ኣብ እታክርስትያን ከድና ኣብ ቅድሚ እግዚኣብሄር ቃል ንኣቱ ኣብ ቅድሚ እኩባት ሰባት ቃል ንኣቱ ኢና ስለዚ እንታዮም ድብልዋ ደሎ እዞም ኣቦ ኩሉ ግዜ ቃል ኪዳንካ ምዝካር ኣድላይን ኣገዳስን እዩ። ሰብኣይኪ ክሕርቐኪ ይኽእል እዩ፣ ኮጌ ክኽእል እዩ፣ ወይ ደይሓሰብክዮ ደይተጸበኽዮ ነገር ክገብር እኽእል እዩ። ስለዚ ቃል ኪዳንኪ ኩሉ ግዜ ዘክሪ ኢኺ። እዮም ድብልዋ ደለዉ እዚኣ ዓባይ ዓባይ ትምህርቲ እያ ኣይ ቲንክ ኩላትና ከዓ ንሰማማዓላ ኮይኑ ይስማዓኒ ኦኬ እታ ናይ መጨረሻ ከዓ ምሃብ ካብ ምቕባል ንላዕሊ በረኸት ከም ዘምጽእ ኩሉ ግዜ ዘክሪ እዮም ዝብልዋ ዘለዉ። መበል ሰላሳ እያ። ምሃብ ካብ ምቕባል ንላዕሊ በረኸት ከም ዘምጽእ ኩሉ ግዜ ዘክሪ። እዚኣ ኣድላይት እያ። ኩሉ ግዜ ኣብ ሓዳር ክትህብ እምበር ክትቅበል ኢልካ ክትኣቱ የብልካን። ክትህብ ኮለኻ ግና ሽዑ ኸኣ በረኸት ከኣ ይመጸካ እዩ። እቲ ዝህቦ ዘለኻ ሰብ እውን ክህበካ እዩ ማለት እዩ። ስለዚ እቲ ዝህብ ይወሃቦ እዩ ብዝከኣል መጠን ክትህቢ ኢልኪ እተዊ ወይ ከኣኒ ምሃብ ከኣ በረከት ከም ዘምጽእ ስለዚ ንበዓል ቤትኪ የ ሃብዮ ንበዓል ቤትኪ ግበርሉ ንበዓል ቤትኪ ሰናይ ነገር ግበርሉ እዮም ዝብልዋ ዘለዉ ስለዚ እዚ ከኣ ናብ ቤትኪ ናብ ሂወትኪ በረከት ከምጽእ እዮም ዝብልዋ ዘለዉ እዚኤን እየን እተን ሰላሳ እቶም ኣቦ ነታ ጓሎም ክትምርዖ ከለዋ ኮላ ዝመኸርዋ I hope ተሳማሚዕኩም ክትኮኑ ደይተሳማማዕኩምለን ነገር እንድሕር ኣለዋ ኣውጽእ ኣቢልክን ኣብታ እንዳ ጎሓፈ እትወኣን እንድሕር ተሳማሚዕክን ከኣ እዛ እዚኣ እዚኣ እዚኣ ከኣ ፈትየየን ኣለኹ ክጥቀመለን እየ ትብልኣ ከኣ እንድሕር ኣለዋ ከኣ ኣብ ሓዳርክን ተጠቀማለን ኢኽን ብዙሕ ነገር ከኣ ክጠቕመክን እዩ ኣነ ውን ከምኡ ከም ዝድበልክኽን ኣንቢበዮ ረኺበዮ'የ ስለዚ ምስ ኩሉ ተሳማሚዐ ማለት ኣይኮንኩን ግን ብዙሕ ጽቡቕ ፖይንትታት ኣለወን ኢለ ናባኹም ኣምጺኤ ኣለኹ ምናልባሽ እቶም ሳብስክራይብ ደይገበርኩም ሳብስከራይብ ግበሩ ኢኹም ጽን ኢልኩም ስለ ዝሰማዕኩምኒ የቐንየለይ ክብረት ይሃበለይ ብተመሳሳሊ ፕሮግራም ካልእ መዓልቲ ክንራኸብ ኢና thank you